መርሓባ ቢኩም ሓባይብና ተመሊሰ ኣለኹ ዝገርም ኣብ ገዛውትና ሓደ በሽር ዝበሃል በዓል ድኳን በሽር ዘርከበ ህጻን ቆልዓ ናይ ገዛውቲ ዝተወልደ ቆልዓ ንንዳ በሽር እዩ እቲ ምኽንያት ድማ ኣብቲ ገዛውትና ካልእ ድኳን ዘየለ ዘይኮነስ እንታይ ደኣ ናብ እንዳ በሽር እንተ ኬድካ ተላኢኽካ ችቾሮ ወይ ሓለዋት ስለ ዝህበካ ቆልዑ ገዛውቲ እንዳ ጎየዩ እንዳ ጎየዩ ንእንዳ በሽር እዮም ዝኸዱ። እቲ ቀደም ቀደም ኣቦሓጎታትና ኣቦታትና ግዜ ብጥዑሙ እንታይ ይብሉ ኔሮም በጊዕ ገዚእኻ ሓሪድካሲ ብቆርበቱ ከኣ ትሸጦ መሊስካ በጊዕ ትገዝእ እዚ ግዜ እዚ ውን ሓሊፉ ዩ ንሕና ንሕና ውን ዘርከብናሉ ብናይ ቅርሺ ኮሚደረ ናይ ቅርሺ ዘይቲ ናይ ሓምሳ ሳንቲም ሽሮ ጌርካ ስድራቤት ተደሪሩ ዩ ዝሓድር ዝነበረ ብዝኾነ ነቲ ዘረባ ንምሕጻር ኣደ ንቆልዓ ሪኢኻ እስከ ንዓ ፍሊሞን ወደይ ቅልጥፍ ኢልካ ካብ እንዳ በሽር ናይ ቅርሺ ዘይቲ ግዞ ቆልዓ እንዳጎየ ናብ እንዳ በሽር ኸይድ። እንዳ በሽር ምኻድ ችቾሮ የውህበካ ኢዩ ሓለዋት ውን የውህበካ ኢዩ እንዳጎየ ከይዱ ቆልዓ ዝኸልኡ በሽር በሽር እብሎ በሽር ተጻዋታይን ሰሓቃይን ስለ ዝኾነ ሻሂ ስተ ብቀሽር እብሎ ኣደይሲ ኣደይሲ ናይ ቅርሺ ዘይቲ ኢላትኩም ኣቦይ በሽር ብምግራም ዳቢስቶም ናብ ኣፍንጭኦም ኣቅርብ ኣቢሎም እንታይ በልካ ናይ ቅርሺ ዘይቲ ኣብ ዓይኒ ዝነጽር ድዩ ናይ ቅርሺ ዘይቲ ቀደም ኔሩ። ብምቅጻል ብቀጥታ ናይ ዮሃና መልእክትና ገና ኣይወዳእናን ዘለና ስለዚ ብቀጥታ ናብ ዓዲ እንግሊዝ ክነምርሕ ኢና።

ኦኬ እሞ
ሶሪ ሰናይ ሓወይ እንድዒ ኣደኖ ሓንሳእ ክእርመካ ኣብዚኣ ክእርመካ ስለ ዝደለኹ ሰናይ ሓወይ ተማዒላ እንዳ ተፃሒፋ መፅኣትን ዘላ ተስፍነ ስብሪት ዲዛይነር ተጋጊኻ ተስፍነ ዝብሎ ተጋጊኻ ጠባሓይ ነርካ ዲኻ ከም እንታይ ይብል ኣሎ ሕጂ ምስ ሳንዲያጎ ብዙሕ ግዜ ካብ ዕዳጋ ሓሙስ እዩ ዘምፅኦ ነይሩ ኣብቲ ኣዋን ቅነ ኣውደኣመት ወይ ዒድ ክኸውን ከሎስ መብዛሕትኡ ግዜ ኣብቲ ናይ እንዳ መጥባሕቲ ነይሮም ካብኡ እዩ ሒዝዎ ዝመጽእ ነይሩ። ክቡራ ተኸታተሊ መደብና ኣብ መላእ ዓለም ዝርከቡ ኣፍቀርቲ ስነ ጥበብ እምበኣር መደብና ቀፃሊ እዩ ዘሎ ብምክንያት ዒድ ኣልፈጥር ምስ ኣባላት መርከብ ስነ ጥበባውያንና ናይ ዮሃና መልእኽቲ ነመሓላልፍ ዘለና እሞ ሎሚ ጋሻና ድማ ሓደ ካብ ኣባል መርከብ ስነጥበባውያን ዝኾነ ሓምዛ ዓብደልቃድር እዩ ምሳና ዘሎ ሕራይ እምበኣር ሓምዛ ከመይ ኣለኻ
ኩሉ ሰላም እዩ ሰናይ ሓወይ ሰላም ኢና ሰላም ብጣዕሚ ጽቡቅ መቸም እቲ ወግዒ ኒሄለ እቲ ባህሊ ኒሄለ ብባህ ደብል ኣለባብሳን ዒድ ማዕሪጊ እዩ ዘሎ ወላሂ ዒድ የግዲ ጻዕዳ ለቢስካ ገለ ለቢስካ ፎሕ ክተብሎ ኢዩ እቲ ዝበለጸ። ዓረብ ትቀትላ ኢካ እሞ እዚኣ ብ ዓረብ ዶ ክንገብረላ ቁሩብ።
ኣይ
ዓረብ ንድርቢ ፎል ኢልካና ኢካ። ጽቡቅ ጽቡቅ ሕራይ እምበኣር። ክቡራት ተኸታተልቲ መደባትና ሓምዛ ዓብደልቃድር ኣብ ሽሕን ትሽዓተ ሚእትን ሰማንያን ሰለስተን ተወሊዱ ሙዚቀኛን ሓያል ደራስን ዘያምን ከምኡውን ኣብ ዝተፈላለዩ ሞያዊ ንጥፈት ዝነጥፍ ዝነበረን ኣብ ናይ ቅብኣ ሓያል ቀብኣይ ኣቤት
ዓመተ ምረት ተወለድኩሉ ተጠንቂቃ ኣላ።

ኣብ ገጃት ተወልጁ ዝዓበየ ሓምዛ ብሙዚቃ ክህነት ኣዝዩ ዘያምን ገጣምን ምስ በዓል ኣኽሊሉ ተስፋጽዮን ፍሉይ ኣበርክቶ ዝገበረ ኣባል ቀዳማይ ዙርያ እዩ። ሓምዛ እዚ ጥራሕ ዘይኮነ ዝተፈላለዩ ዓይነት ሞያ ክእለት ጥበብ ዘለዎ እዩ። ከምኡውን ኣብ ኣቤት ቀዳማይ ዙርያ ይኹንኩም ቀዳማይ
ኦኬ
ስምረን የበሎ ጥራይ ዋላ ስነ ጥበባዊ ገለመለ ገለ ይፈልጹ ኦኬ ሓራይ
ስለዚ ኣብ ስነ ጥበብ ዓለም ኣብ ብዙሕ ዓውዲ ዝነጠፈ ከምኡውን ብዙሕ ጥበባት ብጥበብ ገይሩ ዓብይ እጃም ወይ ድማ ኣሰር ዝገደፈ ኣብ ህዝቢ ኤርትራ እዩ ከምኡውን ኣብ ዜማ ዝያን ፍሉጥ ጊታሪስት ምንባሩ'ውን ብጾቱ ይገልጹ። ኣታ ወዲ
ከመይ እዩ ሙዚቃ ከመይ ኢልካ ጀሚርካዮ ሓምዛ? በታ ዝሃበኒ እኳ ይዳሒ ዘለኹ ተስፍነይ ትማሊ ሰጅለይ ኣለለውን ሰያድንሲ
እሞ ጊታሪስትን ዘያምን ገለመለን ከዓ ብኣበይ ዘይመፈልጥ ኣበይ ጊታሪስት እሞ እቲ ናቱ ደኣ ሂብኒ ደኣ ማለት እዩ ደረቲ ደርብሽ ናይ ካልእ ሰብ እዩ ሂቦምካ ዘሎ ተዋቂዕካ ኣሎ ኦኬ ኦኬ ናይ ካልእ ሰብ እዩ እዚ
ኦኬ ኣብ ኣብ ናይ ብሓጺሩ ኣነ ክነግረካ ኣለዎ ከለካ ክሰምዖ ትብሎ ተለና ንስካ።
ሓምዛ ዓብደልቃድር ጨጨፎ ኣብ ካብ ናይ መጀመርያ ናጽነት ናይ መጀመርያ ናጽነት ናይ መድረኽ ድራማ ዝደረስኩ ኣነ እየ ቀዳማይ ኣብ ሙሉእ ኤርትራ
ሓደ ብድርሰት ብምውሳእ ኣብ ኮሜዲ ይኹን ኣብ ስሬስ ይኹን ሜክኣፕ ኾሲም ዲዛይን ኣብ ፓፔት እዚ ናይ በዓል ናጽነታት ከኣ። ኣብ ዕዳጋ ሓሙስ ጠባሓይ ነርካ ዲኻ ከም እንታይ ይብል ኣሎ ሕጂ ምስ ሳንዳግዮ ሳንዲያጎ ብዙሕ ግዜ ካብ ዕዳጋ ሓሙስ እዩ ዘምጽኦ ነይሩ ኣብቲ ቅነ ኣውዳኣመት ወይ ዒድ ክኸውን ከሎስ መብዛሕትኡ ግዜ ኣብቲ ናይ እንዳ መጥባሕቲ ነይሮም ካብኡ እዩ ሒዝዎ ድመፅእ ነይሩ። ኣታ መን ጽጽዋይ እዩ ድሕብረካ ዘሎ እዚ መን እዩ ዘይከውን ነገር ዘሎ እንታይ ፈሊጠለ ሕራይ ክንደይ ዓይነት ዓውዲ ሙያ እዩ ነይሩካ ሙዚቀኛ ኣይነበርኩን ኢልካ ባሓይ ተስፉነይ ዝበሎ ዝኸፀለና እዩ ሕራይ ኣብ ምስ ኣኺሉ ተስፋፅን ክንደይ ግጥምታት ጌርካ ኣለኻ ወረ ምስ ኣኺሉ ተስፋፅን ስራሕ ይፈልጥ ኦኬ ምስ ኣኺሉ ተስፋፅን ናይ ካልእ ሰብ ኢኻ ሒዝካ ዘለኻ ዝሓው
ኣብ ኦኬ ተፃዋታይ ኩዕሶ ግን ነርካ ኢኻ ኣረ ኣይነበርኩን ዋ

ኦኬ
እዚ ንገብሮ ዘለና ብምክንያት ዒድ ምባ ዒድ ኣልፈጥር ናይ ናይ ዒድ ኣልፈጥር ኣብ ዝወዘወ ሕጂ ዝበዓል ዘሎ በዓል እዩ ሓምዛ ንዑ ኣምልኪቱ ናይ ዒድ መብሩክ ክብለና እዩ ቅድሚ ናብኡ ግን ቁሩብ ዝመፅኣ ሕቶታት ነይረን ዘዳለዎ ብፆቱን ካልኦትን ነይሮን ንሳተን ኣይተቐበልን ኣሎ በዓሉ ክገልፀልና እዩ ሓምዛ ኣብ ስነ ጥበብ ዓለም እንታይን እንታይን ኣበርክቶ እዩ ጌሩ? መድረኽ ድራማ ደኣ እሞ ከመይ ኢልካ ኢኻ ጀሚርካዮ ሓምዱ ኣስከ?
እወ ሰናይ ሓወይ ኣነ ዳርጋ ካብ ብንእሽተይ እየ ክብለካ ዝኽእል ኣብ ናይ ኣኽርያ ናይ ማይንበሳ ዝተባህለ ቦታ ኣብኡ ኢና ዓቢና ኣብኡ ከኣ መዓት ኣርቲስቲ መዓት ክራር ዝወቕዑ ሙዚቀኛ ገለመለ ብጣዕሚ ካብኡ ብዙሕ እዮም ዝፍልፍሉ ኔሮም በዓል መብራህቱ ኣርኣያ ብደርፊ ወላ ብተዋስኦ ኣብቲ ናይ ሽወደን ትምህርቲ ቤት ብምርኣይ ገለ መለ ስም ዘርኣይዎ ኣነ ከኣ መጽየ ነቶም ቆልዑ ገዛውተይ ከምኡ እንዳ ስራሕኩ ብከምኡ እንዳ ገበርኩ እየ ተዋስኦስ ካብ ብንእሽተይ እየ ክሳይ ዝገብሮ ነይረ ድሕሪኡ ማይ ኣንበሳ ኣኽርያትኒ ማይ ኣንበሳ
ኦኬ ክንገድፋ ኖ ማይ ኣንበሳ ኣኽሪያልካኒ ገጀረት ኣይኮንካን ተወይድካ ማለት እዩ ገጀረት ተወይዱ ዓብዩ ዘለኒ ኦሮምን እዩ ተሰሓሓተ ዝበካ ዘሎ ምሳ
ኦኬ ሕራይ እምበኣር ክቡራት ተኸታተልቲ መደብና እቲ እዚ ንገብሮ ፀርሓና ምስ ሓምዛ ዓብዱልቃድር ብምኽንያት ዒድ ኣልፍጥር ናይ መዘንግዕ ዙም እዩ ኔሩ ሕጂ ኣብቲ ብቐጥታ ክንኣቱ ኢና ማለት እዩ ሓምዛ እዚ ክሳብ ሕጂ ክንገብሮ ወይ ክንዕልሎ ጽናሕና መዘንግዕ ናይ ዙም እዩ ኔሩ ብቐጥታ ክንኣቱ ኢና ናብቲ ሞያን ጥበብን ክእለትን ናይ ሓምዛ ዓብደልቃድር ሓምዛ ዓብደልቃድር ሓደ ካብቶም ህቡብ ስነ ጥበባዊ ናይ ሃገርና እዩ ኣብ ብዙሕ ዓውደ ሞያት ዝነጥፍ ከምኡውን ናይ ኢደ ጥበብ ክኢላ እዩ ዳሕራይ ኣብቲ ዕላል ክንመጾ ኢና። ስለዚ ሓምዛ ዘፍረዮም ፍርያት ብዙሕ ኣብ ስነ ጥበብ ኣዝዮም ብሉጻት ዝኾኑ ድርሰታትን ከምኡውን ኣብ ምእላይን ኣብ ሜክኣብን ኣብ ቅዲ ኣሰፋፍያ ክዳውንቲ ውን ኣዝዩ ዝተጋሃነ ጥበብ እዩ ዘለዎ። ካብዛ ከተማ ሮሚንዞ ሮሚንዞ ሮሚንዞ ሮሚንዞ እስከ ሓምዳ ጀምረልና በቲ ናይ ጀሚርካዮ በቲ ናይ ኣኽርያ ማይ ኣንበሳ ጀሚርካ ኣለኻ ኣኽርያ ማይ ኣንበሳ ኣብቲ ጥበብ ናይ መድረኽ ርኣ ኢልካና ኣለኻ ብምቕጻል ከ ናበይ ኢዩ ከመይ ድዩ ቀጺልዎ ኣብ ውሽጥኻ ከመይ ድዩ ዓምቢቡ እቲ ስነ ጥበብ ከመይ ናበለ ኢዩ ከይዱ ብዙሕ ኮሜድታት ውን ሰሪሕኻ ኢኻ ኣዝዩ ብሉጻት ኮሜድታት ገሊኦም ዝተቓልሑ ገሊኦም ዝተዘርግሑ ኣብ መድረኻትን ኣብ ዝተፈላለዩ ቦታታትን ብ ናይ VHS ካሴት ቀደም ካብቶም ኮሜዳን ናይ ሃገርና ዝነበሩ መንእሰያት ህቡባት ሓደ ካብኣቶም ኢኻ'ሞ እስከ ሓምዛ ግለጸልና ከመይ ኢልካ ኢኻ ካብ መድረኽ ናብ ኮሜዲ ካብ ኮሜዲ ናብ ድርሰት ኢልካ ኣቲኻ?
ሽክራን ሰናይ ሓወይ ኣነ ኣብ ስነ ጥበብ ካብ ብንእሽተይ ዝሰረጸ እዩ ኮይኑ ዝስማዓኒ ካብ ብንእሽተይ ከኣ ክሳይ ይነጥፎንን ነይረ ማለት እዩ ናይ ገሩኣብቲ እናረኣኹ ወይ ድረኣኹዎ ነገር ኣምጺኤ ክሰርሖ ገለመለ በዚታት እዩ ዝዝከረኒ ዝተኣታተወኒ ማለት እዩ። ምስኡ ከኣ ናይ ስእሊ ኢድ ስእልታት እስእል ነይረ ገለ እገብር ነይረ ማለት እዩ። ብድሕሪኡ ኣብ ናይ ትምህርቲ እንዳ ተማሃርና ሓንቲ ድርሰት ይሓልፍልና ዲኹም ትብል ሰሪሐ ነይረ ማለት እዩ። ናተይ ድርሰት ኣብ ቤት ትምህርቲ ባርካ ትምህርቲ ቤት ካምቦኒ ኣርኢናያ። ብድሕሪኡ ኣብ ተይስዓ እውን ኣብ ካፒቶል ብዝበለፀ ናይ ህዝቢ ብጣዕሚ ሃንቀውታ ዝነበራ ድርሰት ነይራ። ብድሕሪኡ ናጽነት መጺኡና፣ ናጽነት ምስ መጸ ንመጀመርያ ግዜ ናተይ ጽሕፍቲ ናይ ሕልና ገድሊ ትብል ኣብ መድረኽ ኣርእየ ማለት እዩ። በዓል ኣብ ኮላም ዘለዎ ገለ ዘለዎ ብሓንሳብ ኮይና ዝሰራሕናያ ማለት እዩ። ናይ መጀመርያ ጽሕፍቲ ኣብ ናጽነት ናተይ እያ ነይራ ማለት እዩ። ከምኡ እናብልኩ ኣብ ኮመዲ መጀመርያ ኣነ ግሪ ገለ ኮይና ብዙሕ ንጥፈታት ኣብ ኮመዲ ንነጥፍ ነርና ማለት እዩ። ካብ መጀመርያ ኣትሒዝካ ኣብ ቲቪ ኤረ ይኹን ወላ ኣብ ካልእ ነገራት ብምስራሕ ብከምኡ እንዳገበርና ንከይድ ኔርና። ጎኑ ጎኑ ውን ኣነ ብግለይ ኣብ ሳርቶ ይነጥፍ ስለ ዝነበርኩ ኣብቲ ኮስቲም፣ ኣብቲ ሜክኣፕ ገለመለ ኣብቲ ፊልም ኣብ ፊልምታት ውን እንዳነጠፍኩ ከይደ። ብበዓል ናጽነት ዝመጸ ይሰርሕ ኔረ። ብናይ በዓል ናጽነት ከኣ ምስ ባህላዊ ጉዳያት ህግደፍ ኮይና እንዳተሓባበርና ንሰርሖ ዝነበርና ውን ኣጎናይ ኣጎናይ ኣብ መስርዕ ብሬን ርኤካ ዶ ሓቀይ? እወ ኣብ መስርዕ ብሬን እውን ኣለኹ። ኣብ ብዙሕ ኢና ሰሪሕና ናይ በዓል ናፅነታት ምስ ነብሲ መሓሮ ኢሳያስ ፀጋይ ብሓደ ኮይና ብዙሕ ነገራት ኢና ሰሪሕና። ሚሎኑ ኣብ ሜክኣብ ነይረ፣ ኣብታ ትማሊ እውን ኣብ ሜክኣብ እሰርሕ ነይረ። መብዛሕትኡ ብሜክኣብን መጀመርያ ኣብቲ ኮመዲ ገለ እዩ ነይሩ፣ መደብ ተዓወት እውን ምስ ሳንድያጎ ኣብ መዘንግዕ ካሜራ ባዕልና ኢና መስሪትናዮ፣ ባዕልና ኢና ጀሚርናዮ ማለት እዩ። ብኸሚስታት እንዳነጠፍኩ እየ ነይረ ማለት እዩ። መዘንግዕ ካሜራ ዳርጋ መብዛሕትኡ ህዝቢ ኤርትራ እዚ ንእሽቱ ወለዶ ኣጸቢቑ እዩ ዝፈልጠካ። ኣብ ብዙሕ መዘንግዕ ካሜራታት ኣብ ባዕል ናጽነት ትነጥፍ ነርካ ከም ሳንድያጎ ከምኡውን እቲ ንዓይ ዘደነቐኒ ነገራት እቲ ብሉጻት ዝኾኑ ናይ በዓላት ኣብ በዓል መስከረም ባሕቲ መስከረም ይኹን ኣደባባይ ይኹን ኣብ ችቸሮ ዝግበር ነበረ በዓላት ብዙሕ ሜክኣብ ኮስቲም ተዳሉ ኔርካ ምስ ወዲ ኣሰናይ ምስ ብዙሕ ኣብ ናይ ቅዲ ውን ርእየካ ኔረ ኣዝዩ ብሉጽ ተውህቦ ኣለካ ናይ ኢድ ብጣዕሚ ጽቡቕ እዩ ሓምዛ እስኪ ሕጂ እዚ ኩሉ ጥበባት ኩሉ ዓይነት ሞያ ዝለመደ ኢድካ ሕጂ ነዚ ዝለመደ ኢድካ ክስእን ከሎ እንታይ ይስምዓካ ሓንሳብ ሓንሳብ ሲ ገለ ግበር ዶ መጸካ ኣብ ገዛ ኮፍ ትብል ከለካ በይንካ።
ዋላ ብሓቂ እዩ ወላል ዓዚም ኣርቲ ብጣዕሚ ፍቅሩ ኣይወጽን እዩ ሓደ ዋላ ዕድመ ድፋዕ ዋላ ዕድመ ሰንጭር በቃ ብፍጹም ፍጹም ናይ ኣርቲ ፍቅሪ ኣይጠፋኣልካን እዩ ተሰርሕካሉ እዩ ከማን ዝሓሸ ከተድማዕካሉ እዩ እቲ ክሳይ በቃ ናይ ብሓቂ ኣነ ኣብዚ ተኣኻኺብና መርከብ ጥበብ ብምፍጣራ ኣብዚ ማሕበር እዚ ምስታፊ ኣነ ናይ ብሓቂ ናይ ብሓቂ ሕጉስ ኮይነ እየ ዘለኹ ማለት ንነዊሕ ግዜ ተፈልዮም ነበርኩ ብጾተይ ንነዊሕ ግዜ ተፈልዮም ዝነበርኩ በኣቲ ምሳይ ዝሰርሑ ዝነበሩ ኣዚና ናይ ነዊሕ ግዜ ተፈላለና ዝነበርና ከምዚ ኢልና ምርኻብና ናይ ጽቡቅ ነገራት ኣሕዋትና ንምድጋፍ ነቶም ኣርቲስቲ ብምባል እዚ ማሕበር ብምምስራቱ ኣነ ናይ ብሓቂ ካብቶም ቀዳማይ ዝተሓጎስኩ ኣብዚ ክጽንበር ናይ ብሓቂ ሕጉስ ኮይነ ተጸበርኩ ሓደ ኣነ እየ ናይ ጽቡቅ ነገር ምዃኑ ከኣ ደስ እንዳበለኒ ካልኣይ ከኣ ነቲ ኣርት ንምዕባይ ንሓስቦ ዘለና ናይ ኣርት ዓድና ብኸመይ ክዓቢ ኣለዎ ብኸመይ ክሳይ ክገብር ኣለዎ እዚ ውን ስለ ዘለዎ እቲ ንጥፈታት ናይ ብሓቂ ኣነ ሕጉስ እየ ብዛዕባ እዚ ደስ እንዳበለኒ እየ ኣብዚ ማሕበር እዚ ኣትየ ዘለኹ ማለት እዩ። ሕራይ ሓምዛ ሓወይ ክቡራት ተኸታተልቲ እዚ መደብዚ ምስ መዘንግዕ እዞም ናይ ምክንያት ዒድ ኣልፈጥር ኢና ጌርናዮ ዘለና። ምስ ሓምዛ ዓብዱልቃድር ኣዝዩ ሰፊሕ ዝኾነ ዕላል ኣለና ኣብ ቀጻሊ በብናቱ ዓምዲ ምክንያቱ ዘርዚርካ ውን ዝውዳእ ኣይኮነን ቀሊል ተሞኩሮ ኣይኮነን ዘለዎ ካብ ነዊሕ ዓመታት ካብ ናይ መድረኽ ድራማታት ካብ ኮሜዲ ይኹን ካብ ዝተፈላለዩ ዓይነት ድርሰታትን ኣዝዩ ኣበርክቶ ዝገበረ እዩ ብኸምዚ ዕላል ዝውዳእ ውን ኣይኮነን ምስ ሓምዛ ኣብ ካልኣይ ግዜ ብሰፊሕን ብዝበለጸን ሒዝናልኩም ንሓምዛ ዓብዱልቃድር ክንቀርብ ኢና ሕጂ ግን እታ ዘላትና እዋን ናይ ዮውሃና መልእኽቲ ስለ ዝኾነት እስከ ሓምዛ ሓወይ ንሙሉእ መላእ ኤርትራ ዒድ መብሩክ እስከ በለለይ ብምኽንያት እዚ ዒድ ኣልፈጥር እስከ ዮውሃናኻ ግለጽ ንኹሎም ፈተውትኻን ኣድነቕትኻን።
ንመላእ ምስልምና ኣብ ውሽጢ ዓዲ ዘለኹምን ኣብ ደገ እትርከቡን ኩሉ ዓም ወኣንቱም ብኼር ኩሉ ሰና ወኣንቱም ጠይቢን ክብለኩም ይፈቱ ኣብ ውሽጢ ዓዲ ዘለዉ ውን ስድራይ ከም ወላዲተይ የሕዋተይ ኩሉ ዓም ወኣንቱም ብኼር ኩሉ ሰና ወኣንቱም ጠይቢን ይብል ሓውኹም ሓምዛ ዓብደልቃድር ጨጨፋ።
ንዓኻ ውን እንኳዕ ኣብፀሐካ ርሑስ ዒድ ኣልፈጥር ምስ ኩሎም ስድራ ቤትካ ሓምዛ ሓወይ ናይ ሎማዓንቲ መደብና ኣብዚ ክንውድእ ኢና ማዓሰላማ።
መርሓባ ኣሰላሙ ዓለይኩም ወራህመቱላሂ ወበረካቱ።
ሪከርድ ገርና ክንሕልፎ ኢና ታንታን ትሕዞ ኣለኻ ኦኬ ጽቡቕ ሕራይ ኩቡራት ተክታተልቲ መደብና ሎሚ ንሕና መርከብ ስነጥበባውያን ኤርትራ ኣብ ዲያስፖራ ንርከብ በዚ ኣጋጣሚ እዚ ኩቡር በዓል ዒድ ኣልፈጥር እንኳዕ ኣብጽሓኩም ክንብል ንኣመንቲ ምስልምና ኣብ ውሽጢ ዓድን ኣብ ደገን ዘለዉ ብምሉእኹም ኩሉ ዓም ወእንቱም ብኼር እንኳዕ ኣብፀሓኩም እንዳበልና ሎማዓንቲ ሓንቲ ጋሻ ምሳይ ሒዘ ኣለኹ ካብ ኣባል መርከብ ስነ ጥበባውያን ሳውን ኣነ ብወገነይ ዒድ መብሩክ ክብል እየ ትብላላ እዛ ኣርቲስት ትሪእዋ ዘለኹም ኣብ ሽሕን ትሽዓተ ሚእትን ሰማንያን ሸሞንተን ዝተወለደት ብ ሰማንያ ሸሞንተ ተወሊዳ ከምኡውን ሳዕሳዒት ዝነበረት ናይ ፋሽን ሸው ኣብ ኤርትራ ካብተን ወይዘሪት ኤርትራ ተባሂላ ፋሽን ሸው ዝነበረት ልቻ እያ ሓቀይ ልቻ ፅቡቅ እንተሊኹ ቀፅሊ ይሓልፍ ስለዘሎ ሪከርድ ኮይኑ ሪሊ እዋ ኦኬ እሞ ሶሪ ሰናይ ሓወይ እንድዒ ኣደኖ ሓንሳእ ታንታን ሓወይ ሶሪ ክእርመካ ኣብዚኣ ክእርመካ ስለ ዝደለኹ እዩ ሰናይ ሓወይ ከማ ኣይላ እንዳ ተፃሓይፋ መፅኣትኒ ዘላ ተስፍነይ ተስፍነይ ሰይ ዘለይ እንታይ ይፈል እዎ እሞ ጌጋ ተስፍነይ ሰምዓኒ ኣለኻ እቲ ሂብካ እንደላ ሓበሬታ ፍልቲ ሳዕሳዒት ከም ዝነበርክን ወይዘሪት ናይ ኤርትራ ኖ ኖ
እስከ እወ ወይዘሪት ናይ ኤርትራ ከም ዝነበርኪ ሽልማት እውን ካብ ወዲ ኳዳ ከም ተቐበልኪ ክልተ ግዜ መዳልያ ልቻ ኪዳነ ኣብ ሽሕን ሰማንያን ሸሞንተን ተወሊድኪ ኣብ ኣስመራ ፍልጥቲ ኣርቲስት ምንባርኪ እዩ ዝዛረብ ዘሎ ሪኮርድ እንታይ ርኪ ንልቻ
ሪኮርድ ድኸውን ደሎ ሶ ቁሩብ ክስታይ ከይፈጥር ከዓ ምስቲ ኦዲየንስ
እወ ላይፍ እንዳሓልፍ ደሎ እንድሕር ደይኮንኩ ድሓን ኣይኮንኩን ኢልክ ቀፀሊ ድሓን ኣነ ልቻ ገርኪ እወ ኦኬ ኣይኮንኩን ኣነ ሉቻ ተዋሳኢት እወ
ኣብ ሽሕን ትሽዓተ ንመላእ ሚእቲ- ኣብ ዓለምና ኦኬ። ዝርከቡ እወ እ?
ቅድሚ ናይ ዮሃና ቆራረፃ ዒድ ምባልኪ ቅድሚ ናይ ዮሃና ዒድ ምባልኪ ኣብ ኣብ ክልተ ሽሕን ሓደን ድማ ብናይ ኮኮብ መግቢ ተመሪቕኪ ከም ዝነበርኪ ናይ ኮኮብ መግቢ ተመሪቕኪ ሽልማት ከም ዝወሰድኪ ኣብ ችኔም ኣዝመራ ከምኡ ብላ ኣሎ ሕራይ እዚ እዩ
ሰናይ ሓወይ ጌጋ እዩ ደሎ ተስፍነ ኢለ እሞ ጌጋ ሂቡኒ ማለት እዩ ወላ እንታይ ኮይኑ ኣይዶኖ ሪሊ
ኦኬ ሓደ ድሓን እዚ እቲ ናታት ኣሽሙ ኢሉ ስለ ዝሃበኒ እዩ ካብታ ኮሚቴ የምፅዮ እወ ብዝኾነ ክቡራት ተኸታተልቲ እ፣ መዳብና ከም ትሰምዑና ትከታተሉና ዘለኹም ኣብ መላእ ዓለም ዘለኹም ደጊመ ርሑስ ኪዳን ፈጥር እናበልና እ፣ ልቻ እስከ ሕራይ እ፣ እ፣ ሳዕሳዒትን እ፣ ተዋዛዋሪትን ናይ ፋሽን ሾው ዝነበርኪ ልቻ ከመይ ኣለኺ እ፣ ዮሃናስ ከም መልእኽቲ ሕልፊ
ሰነ ሓወይ ኣምላኽ ምስገን ፅቡቅ ኣለኹ ኣብ ኤርትራ ተዋሳኢት ኮይነ ሰርሕ ነይረ ድሕሪ ክንደይ ዓመት ከዓ ሕጂ ከዓ ክምለሶ ነቲ ኣርት ድሌት ኣለኒ ብጣዕሚ እየ ደስ ድብለኒ ብፍላይ ምስ ማሕበር መርከብ ስነ ጥበባውያን ኤርትራ ኩላህና ሓቢርና ክንሰርሕ ብሙሉእ ዓቕመይ እየ ተበጊሰ ዘለኹ'ሞ የቐንየለይ ነዚ መስል። እወ ሕጂ ህዝቢ ክሰምዕ እንድዩ ጸኒሑ ሳዕሳዒት ኣይነበርክን ሳዕሳዒት ኣይነበርክን እዩ ዝገልጽ ዘሎ ኖ ኖ መግቢ ክእለት እውን ኮኮ ዝነበርኪ ሳዕስዒት ገለ ኢንተረስት እየ እምበር ኣይስዕስዕን እየ ነይረ ወዲ ኳዳ ክልተ ግዜ መዳልያ ከም ዝሸለመት ኣብ መድረኽ ተስፋ ካቢን ተወዳይ ዝሓሳብ ዝዳሞ ልቻ ኪዳነ ምስ ኳዲዝም በቃ ባህላዊ ጉዳያት ሰለስተ ወርሒ ኮርስ ክንወስድ ኮለና ኣብኡ ኢና ሞር ክስታይ ተቢልና ማለት እዩ እታ ናህና ሽዕኡ ደቕረበታ እታ ናትና ግሩፕ ንእሽትለይ ኮሜት ተዋስኦ ከዓ ተመሪቕ ተቢላ ነይራ ማለት እዩ ብካሜራ ብገለ ብልጫ ወሲዳ ነይራ እምበር ኣይወሰድኩን ፍልጥቲ ናይ መግቢ ኮኮብ ሰራሒት ምዃንኪ ብዙሕ ግዜ መግቢ ከም ዘቕረብኪ በዓል ሰለሙን ድራር ዘለዎ መጽም ከም ድመረቆ እቲ መግቢ ኣብ ሽንማ ዝመራይ ገለ ኢሉ ዝዘረብ ዘሎ እሞኒ ሕራይ ክቡራት ተኸታተልቲ ከምዚ ትሪኦ ዘለኹም ስነ ጥበባዊት ልቻ ኪዳነ ሓንቲ ካብተን ብልጽቲ ናይ ፋሽን ሾው ከም ዝመርቂ እዩ ፋሽን ሸው እኳ ሓቂ ትሓይሽ ኣይገበርኩን ኣይገበርኩን ግን ሰብ ደፈኒ ነይሩ እዩ ስኽስ ነዋሕ ኢኺ ቀጣን ኢኺ ንከምዚ ትበቕዒ ኢኺ እሞ ደይትገብሪ ገለ ብል እዩ ብዙሕ ርእቶ መፅን ነይሩ እዩ ኣስመራ ከለኹ ዋላ ኣብዚ ከማን ሓቂ ትሓይሽ ስኽስ ደይትጥቀምሉ ኖ ሕጂ ደኣ ወሊደ እንዴ ገለ እየ ደኣ ድብል እምበር ትቢ ኦነስት ኣይ ኣይሰራሕኩሉን። ኣብ ገጻት ፌስቡክ ናትኪ ከም ዘንበብናዮ ሓደ ካብቶም ኣድነቕትኺ ሃይልኣብ ጀገር ወድ ጀገር ብፋሽን ሸው ከም ተመረቕኪ ገለ ኢሉ ጽሒፉ ነይሩ እሞኒ እሱታት እዩ ሕጂ ቁሩብ ካብኡ ረኺቦ ተኾን ተስፋ ምናልባት ካብኡ ረኺቦ ክኾን ይኽእል እዩ ግን ናይ ፋሽን ሸው ዲዛይነር ከም ዝነበርኪ ዲዛይን ክዳውንቲ እውን ከም ትሰፊ እዩ ኣብዚ ደሎ እሞ ሳርቶ ነርኪ ዲኺ እኖ ኣይነበርኩን ወላ ሓደ ከምኡ የብለይ ሽነ መግቢ ከዓ መግቢ ናይ መግቢ ኮኮ ኣይትእም ይገብር እየ ሼፍ ኣሲስታንት ኮይነ ዋላ ኣብዚ ዓዲ ዝሰርሖ እሱ እዩ ኣብ ኪነማ ዝመራስ ክልተ ግዜ ሒዝኪ መፅኺ ኣብኡ መሪቖሞ በዓል ሰለሙን ድራር
ኣይነበርኩን
ሓባይ ልቻ ኪዳነ እሞ ክቡራት ተኸታተልቲ መደብና ብዒድ ብምክንያት ዒድ ኣልፈጥር ምስ ልቻ ኪዳነ ዝገበርናዮ ናይ መዘንግዕ ዙም ይበሃል እዚ ልጅያ የቀኒልና ክብረት ይሃበና ስነ ጥበባዊት ኣርቲስት ልጅያ ኪዳነ እንኳዕ ሓጎሰኪ እንኳዕ ኣብፀሓኪ ንስኸውን ደጊም እስከ ንመላእ ህዝቢ ኤርትራ ዮሃናስ ከበል ዒድ ኣክብሩ በልዮ Oh my goodness. ኣታ ተፃይት ካለ ኦ ማይ ጎሽ ኣነ ከዓ ከመይ ኣምፅዎ ኢለ
ብጣዕሚ ደስ ዝብል ዮሃና ኸ ናይ ዮሃና መልክዕ መሓላለፊ
ማይ ጉነስ ብጣዕሚ ደስ ዝብል ያ ኣይተፀበኹን ነረ ሓቂ ተሓይሽ ሰናይ ሓወይ ያ ንመላእ እስልምና ተኸታሊ ኣብ ውሽጥን ኣብ ደገን ደሎ እንቋዕ ፆም ልጓም ፈትሓሉ ይብል ዒድ መብሩክ ንኩሎም ንፋሚሊ ንመሓዙተይ ንኩሎም ኣለዋ ንመሓዙተይ ኣለዉ ቤተሰበይ ንኩሉ ንመላእ ህዝቢ ኤርትራ ዒድ መብሩክ ክብል ይፈቱ የቀኒየለይ ንኣባላት መርከብ ጥበብ እዋ፣ ዲያስፖራ ዘለዋ ኣባላት መርከብ ጥበብ ንብምልኦም ንኩሎም እ፣ ፈረጅ ሃምዛ ኑራ ኩሎም ዝረሳዕክዎም ከይህልው ኩሎም ሓቂ ተሓይሽ እ፣ ዒድ መብሩክ የቐንየለይ የቐንየልና ልቻ ክብረት ይሃብኪ በዚ ኣጋጣሚ እዚ ናይ ዮሃና መልእኽቲ ክሕልፍ ከለኺ የቐንየልና ደጊምና ኣብ ዝበለፀን ዝዓዘዘን መደባት ክሳብ ንራኸብ ህዝቢ ዮሃና እንኳዕ ኣብፀሓኩም ዒድ መብሩክ ንብል ሕራይ ዝኽበርኩም ኣፍቀርቲ ስነ ጥበብ ኣብ መላእ ዓለም ዘለኹም ከመይ ትህለዉ ኣብ ውሽጥን ኣብ ደገን ዘለኹም ደጊምና ብምክንያት ዒድ ኣልፈጥሪ ዮሃና እንዳበልና እዚ መደብዚ መደብ መዘንግዕ ኣብ ስነጥበባውያን ብዙም ማለት እዩ ስለዚ ንኣባላትና ኣባላት መርከብ ናይ መዘንግዕ ዙም ክንገብረሎም ኢና በዚ ኣጋጣሚ ድማ ንዮውሃና መልእኽቶም ከመሓላልፍ እዮም ማለት እዩ እንኳዕ ኣብፀሓኩም ደጊምና ንኣመንቲ ምስልምና ኣብ መላእ ዓለም ትርከቡ ኤርትራውያን ህዝብና ብምሉእኹም ኣብ ውሽጥን ኣብ ደገን ንክምኡን ምክልኻል ሰራዊትና ዮውሃና ንብለኩም ዒድ መብሩክ ኩሉ ዓም ወኣንቱም ብኸይር እንዳበልና መደባትና ክንጅምር ኢና

ክቡራት ተኸታተልቲ መደባትና ኣብ መላእ ዓለም እትርከቡ ደሰናይ ብምክንያት ዒድ ኣልፈጥር ኢና ምስ ኣርቲስት ኑራ ፋይድ ናይ ዮሃና መልእኽታ ክተስምዕ ዓዲምናያ ዘለና እዚ ትሪኦ ዘለኹም ሽሻይ ኣብ ገዛኣ በረኸት ጌራቶ ዘላ ኩሉ ዒድ መብሩክ ትብለና ኣላ ንኩላህና ኣዝዩ ምቁር ዝኾነ ተኣሽሚሉ ኣሎ እምበኣር እስከ ናብቲ ናታ ቃል ካብ ቃላ ክንሰምዕ ናይ ዮሃና መልእኽቲ ክንምለሰኩም ኢና ድሕሪ ቁሩብ መሰጋገሪ ሙዚቃ። መደባትና ክንጅምር ኢና ክቡራት ተኸታተልቲ መደባትና ከምቲ ዝበልናዮ ኣብ መላእ ዓለም ትርከቡ ኣፍቀርቲ ጥበብ እዚኣ መደብ መደብ ናይ ብምኽንያት ዒድ ኣልፈጥር ዝቐርብ ካብ መርከብ ጥበብ ስነ ጥበብ ኤርትራውያን ኣብ መላእ ዓለም ዘለዉ ዲያስፖራ ካብኡ ናይ ሆና መልእኽትና ክንሕልፍ ኢና ተዳይና ዘለና ምዛ ትሪእዋ ዘለኹም ኣርቲስት ሓፍትና ኢና ዮሃና መልእኽታ ክትመሓላለፍ ዓዲምና ዘለና ታንታን ትሰምዓ እንተለካ ኣብ ላይን በቀጥታ ነብር ኣለኹ ሕራይ ኖራ ኣብ ሽሕን ትሽዓተ ሚእትን ሰማንያን ትሽዓተን ዝተወለደት ኣብ ኣቑርደት ሳዕሳዒት ንፍዕቲ ዝነበረት ከምኡውን ናይ ስብሪት ዲዛይነር ተጋጊኻ ኣለኻ ናይ ዲዛይነር እስከ ተስፉነይ እንዲ ሂቡኒ ዘሎ እዚ ተጋጊኻ ኩሉ እስኪ ክንደይ ኢልካ ኣብ ሽሕን ትሽዓተ ሚእትን ሰማንያን ትሽዓተን ዝተወለደት ኣብ ከተማ ኣቑርደት ዳሕራይ ናብ ኣስመራ እውን ተወሊዳ ብል ኣሎ ሳዕሳዒትን ሳዕሳዒትን ናይ ሳርቶ ናይ ባህላ ጉዳያ ሳርቶ ንስፕሪት ሳዕሳዕቲ ነብራ ኩሉ ኖኖኖ ኩሉ ጌጋ ታሪክ እዩ እዚ ናተይ ታሪክ ኣይኮነን ሰናይ ሓወይ ሳዕሳዒት እዚ ሳርቶ ኣይነበርክን ኣይነበርኩን።
ኣሃ ኦኬ ብድሕሪኡን ኣብ ፋሽን ሾው ኣብ ክልተ ሽሕን ሽዱሽተን መስለኒ ብልጽቲ ወይዘሪት ናይ ኤርትራ ተባሂላ ካብ ሰለሙን ድራር ኣርቲስት ስነ ጥበባዊ ሰለሙን ድራር ሽልማት ወሲዳ እዩ ዝብል ኣሎ ከምኡውን ንሪሓና ክትመስል ብዙሕ ትፅዕር ነይራ ኣብ ብዙሕ ደርፍታት ትነጥፍ ነይራ እዩ ዘሎ ከመይ እዩ
ካሜራ መዘግዕ ደኻ ትገብር ዘለኻ
እዚ ሰሊሉለይ ተስፍነይ ምንታይ ኮይኑ ዳሞ ኑራ ፋይ ኢለን ካብ በዓል ፋሲል ተስፋይ ካብ ካልኦት ኣርቲስት ኩሉ ዝረኸቦ እዩ ሰሊሉለይ ዘሎ ሕራይ እስከ ኑራ ፋይ ሓበሬታ ኑራ ፋይ ዘሎ ኑራ ፋይ መን እስከ ንገር ኑራ ፋይ ኦኬ ኑራ ፋይድ
ተዋሳኢት እያ ካብ መጀመርያ ተዋሳኢት እያ ተዋሳኢት ኣር ናይ መድረኽ ተዋሳኢት እያ ኣብ ቤት ትምህርቲ ብሽሕን ሸዓተ ምእትን ዴስዓን ኣርባዓተን ናብ ራብዓይ ክፍሊ ዝሓልፈሉ ዝነበርኩ ናይ ቤት ትምህርቲ ድራማ ቆልዓ ብንኡሱ ቆርበት ብርሑሱ እትብል ሰሪሐ እታ ድራማ ከዓኒ ብትእዛዝ ወይ ዕንድኩር ተሳኢላ ናብ እንዳ ዜና ተመሓላሊፋ ኣብቲ ሽዑ እዋንሲ ሕሰቦሞ ብጣዕሚ ፍሉይ ኣብ ጋዜጣታት ወፂኣ ኣብ ቤት ትምህርቲ ወጋሓታ ዝሰርሕዋ ማለት እዩ ሸውዓተ ቋንቋ ትዛረብ ብሌን ትግረ ኩናማ ናራ ብሕዳርብ ብኩናማ ትደርፍ ዝነበረት ምስ ፋቲንጋውን ብዙሕ ግዜ ክልተ ግዜ ዑደት ገይራ ኣላ ኣብ ሳዕስዒት ካብተን ናይ ምዝዋዝ ናይ ምውዝዋዝ ብቅዓት ዝነበራ ናይ ኩናማ ኣነ ናይ ሳዕስዒት ካልእ ኑራ ፋይድ ኣላ ድያ ኣብ ባህላዊ ጉዳይ ሓንቲ የላን ደካይ ኣነ ኑራ ፋይድ እታ ሽምኩም ግንን እቲኣ ነራ ትበሃላ ጉዳያት ንስኺ ክትነገር ብሓንቲ ኖራ ሕጂ ኣነ ኑራ ፋይድ ኣነ ከኣ ዝተዋስኦ ሳዕስዒት ከኣ ዝተወሰነ እዋን እወ ሳዕስዔ ምስ ጉጅለ ስብሪ ኣብ ናይ ፈንቅል ግዜያት ዝነበረ ኣብ ከምኡ እምበር እቲ ናተይ ሞያ ኩሉ ግዜ እቶም ሳዕሳዓት ምሳና ስለ ዘለዉ ሳዕሳዓይት እዮም ዝብሉና ኣብቲ ናይ ድራማ ናህና ሓራቕያ ኣብ መንጎ ኣብ መንጎ ንሰርሕ ትግራይ ሓራቕያ ብዙሕ ግዜ ምስ ወዲ ኳዳ ናይ ዘይምስማዕ ነይርዎም ኣብ መድረኽ ዋላ ገዲፋትካ እያ ትኸይድ ተሓሪቓ ገለ ይብልኒ እሞ ኦ ካሜራ መዘንግዕ ትገብር ኣለኻ ኖ
ኣይመስልንን እዚ እሞ ድሓን ክንቆርፅ እሞ ካብቲ ናብ- ናብቲ ናትካ ክንምለስ እ፣ ኑራ እ፣ ክንደይ ቋንቋ ትዛረቢ
ትግረ ትግርኛ ኣምሓርኛ ዓረብ እንግሊሽ ዓፋር ሰምዕ እየ ተዛራቢት ኣይኮንኩን ሰማዒት እየ ግን ቬሪ ዌል ተዛራቢት ኣይኮንኩን
ሕራይ ኩቡራት ተኸታተልቲ መደባትና እዚ ዝንሪኦ ዘለና ብምኽንያት ዒድ ኣልፈጥር መዘንግዕ ዙም ኢና ምስ ኑር ኣብ ፋይል ክንገብር ጸኒሕና እሞኒ እዛ ሓፍትና ውን ኣብ ረመዳን ጸይማ ስለ ዘላ ብዙሕ ኣይነድክማ ድሓን እዚ ዝገበርናዮ ኩሉ ዕላል ናይ መዘንግዕ ዙም እዩ ነይሩ ናብ መደባትና ክንቅጽል ኢና እስከ ሕራይ ናብዛ ውቅብትን ኮኾብ ተዋሳኢትና ክንብላ ውን ንደፍር ኢና ምኽንያቱ ኣብ ዝተፈላለዩ ዓይነት ብሄራት ቋንቋ ኣትያ ስለ ትዋሳእን ስለ ዝነበረት ኣብ ቀረባ እዋን ውን ኣብ ኔትፊሊክስ ክርእየኪ ጸኒሐ ብናይ ፕሮፈሽናል ስእሊ ኣብ ናይ ኢማራት ዓረብ ዝተሳእለ ፊልሚ ውን ኣብኡ ክርእየኪ ጸኒሐ ኑራ ኣብ ናይ ዓረብ ማለት እዩ ስለዚ ኑራ ብዓረብ ብትግረ ብትግርኛ ብዙሕ ተዋሲእኺ ንፍዕቲ ተዋሳኢት ኢኺ ናይ ብሓቂ በዚ ኣጋጣሚ ኣነ ውን ዒድ መብሩክ ክብለኪ ደሊ እየ ስለዚ እስከ ዒድ መብሩክ በለና ኣህለን ቢክ ያ ኑራ ኣህለን ቢክ ተፈደሊ
ብሓቂ ሰና ሓወይ ተፃዊትካ ለይ ናይ መን ታሪክ እዩ ዝህበኒ ዘሎ ኢለካ
ግን ግን ፈሊጠካ ሓቀይ እዚኣስ
እዚኣስ ዓሲር ተስትያ
ዓሲር ክሰቲ ኣላ ቁሩብ ኣውርድ ከብላ ሰና ሓወይ።
ሕራይ እምበኣር ክሳብ ዓሲር ትሰቲ ኩቡራት ተኸታተልቲ መደበና ናብ ኑራ ገለ ካብተን ዝሰርሓተን ብናይ ትግረ ናብኡ ኣርኢናኩም ናብ ስቱድዮ ናይ ሓንቲ ደኣ ክንምለስ ኢና። ወለ ጀዋብ ናይታ ሓንቲ እኮ ገለጽካዮ። ወለ ጀዋብ ናይዛ ሓንቲ ሰብ ተኪኦ ደኣ ጉየን ኣዶ ህለየኩም። መን ሃላ መን ረከብካ እስኩ ገይስ። እልም ኣለይና መዓረይ ሕሳስ እላ መጽግልና መንሱር። ይትገበይ ታሪክ። መንሱር ወተኬ በያት ኣምር
መንሱር የምሩ ንፈረለ
ተመሊስናኩም ኣለና ክቡራት ተኸታተልቲ መደብና ምዛ ንፍዕቲ ኣርቲስት ተዋሳኢት ኑራ ፋይድ ማለት እዩ ኑራ እስከ እንኳዕ ኣብፀሓኩም ዒድ መብሩ ኩሉ ዓመ ወንቱ ብኸይር በልና መጀመርያ እስከ ብትግረ እስከ ጀምር

ዓለይና ወዓለይኩም እንሻላ እንሻላ ያላ ብትግርኛ እምበኣር ሕጂ ናብቲ ንምሉእ መላእ ህዝብና ውሽጢ ናብ ደገ ዝርከብ እንኳዕ ኣብፀሓካ ዮሃና ዒድ መብሩክ እስከ በለላ
ብምልእኹም ኣመንቲ እስልምና ኣብ ውሽጥን ኣብ ደገን ትርከቡ ዒድ ሙባረክ ኩሉ ሰና ወንቱም ጠይቢን ክብል ይፈቱ
በዚ ኣጋጣሚ በዚ ዮሃና ትብሊ እ? እንተለኪ በዚ ኣጋጣሚ እዚ ዮሃና ክትብልዮም ትደልዪ እንተሊኪ እወ ዕድል ክበቂ እዩ
ኦኬ እ፣ ክኣቱ እወ ዮሃና ክትብሊ ትኽእሊ ኢኺ ን- በዚ ኣጋጣሚ ንዚ ደስ ዝበለኪ ዮሃና ክትብሊ ትኽእሊ ኢኺ ኦኬ በዚ ኣጋጣሚ ንሙሉኣት ስድራ ቤተይ ቀንዲ ቀንዲ ንይማየይ ንብምልኦም ኣሕዋተይ ንብምልኦም ኣሳርሕተይ ዝነበሩ ኣብ ስነ ጥበብ ኣብ ውሽጥን ደገን ዘለዉ ብኣካል ዘይረኽቦም ዒድ ሙባረክ ክብሎም ይፈቱ ንምሉእ ህዝቢ ኤረትራ ከዓኒ ንምሉእ ህዝቢ ኤረትራ ሰላምን ፍቕርን ጥዕናን ይምነ ኩሉ ዓመት ከዓኒ ብጽቡቕን ሙሉኣትን ኮለና ክንጸንሓ ተስፋ ይገብር ኣብ ረቢ ልዓለሚን ሹክረን።
ሹክረን ኑራ ኩሉ ዓም ወንት ብኼር ዒድ መብሩክ ንዓኺ ውን የቀንየልና ክብረት ይሃበልና ኣብዚኣ መጺኺ ዒድ መብሩክ ስለ ዝበልክና ማለት እዩ ኩቡራት ተከታተልቲ መደብና እዚ መዘንግዕ ዙም ምስ ኩሎም ኣባላት መርከብ ጥበብ ኤርትራውያን ኣብ ዲያስፖራ ዝርከቡ ቀጻሊ እዩ ስለዚ ናብ ዝቅጽል መደብና ክንሰግር ኢና የቀንየልና ኑራ ዒድ መብሩክ ደጊምና።

ክቡራት ተኸታተልቲ መደብና ኣብ መላእ ዓለም ትርከቡ ኣፍቀርቲ ስነ ጥበብ እምበኣር እዚ መደብና እዚ ብምኽንያት ዒድ ኣልፈጥር ኢና ነቕርቦ ዘለና ሎሚ ምስ ሓንቲ ብልፅትን ኮኸብ ተዋሳኢትና ዝነበረት ሳሊና ገብረዮሃንስ ገና ውን ኣብ መድረኽ ዓለም ናይ ጥበብ ትንጥፍ ዘላ ሓንቲ ካብቶም ኣብ ስነ ጥበብ ናይ ኤርትራ ኣሻራ ኢዳ ዘንበረት ብልጽቲ ተዋሳኢት እያ ሒዝናልኩም ቀሪብና ዘለና ሰሊና ገብረሃንስ ስለዚ እዚ ኣባላት ኩሎም መደብ ዘቕርቡ ዘለዉ ኩሎም ኣባላት መርከብ ጥበብ ኤርትራውያን ኣብ ዲያስፖራ ዝርከቡ እዮም ሳሊና ድማ ሓንቲ ካብኣቶም እያ ሳሊና ከመይ ኣለኺ ኣምላኽ መስገን ሰኒ ሓወይ ከመይ ኣለኻ ንስኻ?
እግዚኣብሔር ይመስገን እምበኣር መልእኽትና ብናይ ዮሃና ናይ ዒድ መልእኽቲ ኢና ከነመሓላልፍ ንኣመንቲ ምስልምና ኣብ መላእ ዓለም ዝርከቡ ኣብ ውሽጥን ኣብ ደገን ዝርከቡ ናቶም ዮሃና መልእኽቲ ኢና ክንሕልፍ ቅድሚ ናብኡ ምስጋርና ሰሪና ሓፍተይ ኣብ ጥበብ ዓለም ከመይ ኢልኪ ኣብ ጥበብ ዓለም ኣቲኸይ ገለ ገለ ክንብብ ፀኒሐ ሕጂ ኣብዚ ምናልባት እቶም ኮሚቴ ምሳይ ዘለዉ በዓል ሓምዛ ተስፈነይ ዝሰደዱለይ ነይሩ ሳሌና ቅድሚ ጥበብ ምእታዋሲ መሻጢት እያ ነይራ ይብሉ ከመይ እዩ ናይ እንዳ ቢቲ ሳሎን ቢዩቲ ሳሎን ዝበሃል ናይ እንዳ መሻጢት ነይርዋ ካብኡ ብዙሓት ኣርቲስት መፅና ኣብኡ ክምሸጣ ምስ ረኣየት በዓል ግዜ ነሽ በዓል ኣፅብሀት ኣብኡ ብኡያ ተመሲጣ በዓል ጓል ዓንተረ ይምሸጣ ነይረን እሞ ንዐን ካብተን መሻጢተን እያ ነይራ ብከምኡ እያ ናብ ጥበብ ዓለም ኣትያ ዝብል ኣሎ እሞ ከመይ እዩ እዚ ሰኒ ሓወይ ኣይነበርኩን
ብእውነት ካበይ ድያ ምፅዋ ተለመን እያ ሃምዛ ናይ ተዝብሉ እያ እዚኣ ካበይ ምፅዋ ድኣ እሞ እም፣ ትምሽጥ ነይራ ቅድሚኡ እውን እ፣ ሳሊና እ፣ ኣብ ቤት ትምህርቲ ኹን ዋላ ብናይ ዞባ ማእኸል ደረጃ ሲ ጎያይት እያ ነይራ ብጣዕሚ ጎያይት እያ ነይራ ንጉያ ሲ ብዙሕ ኪሎ ሜትራት ተጓዒዛ ተጎይ ነይራ ኣብ ናይ ስፖርት ዓለም ሕጂስ ንኦሎምፒክ ክትከይድ እውን ብዙሕ ትፅቢት ነይረዋ ግን ንዕኡን ኣቋሪፃቶ ዝብል ኣሎ ሕጂ እዚታት ዝተዓዘብቲ ናትክሲ ኣፍቀርትኺስ ብኡ እንተተቐፅልውን ኮ ከም ዘርእሰናይ ሲ ሽምክም ተኮልዕ ነይሩ ይብል ኣታ ሰፊያ ወይ ወይ ተነበትን ጉያይት ኣይነበርኩን ግን ኣብ ቤት ትምህርቲ ናይ ባስኬት ቦልን ናይ ቮሊቦልን ናይ ኣስመራ ሓድሻዊ ተፃዋቲት
ተፃዋቲት ነርኪ ካብኡ ዝነቀለ ኾን ወይ ካብ ተዓዘብቲ ዝረኸቦ ወይ ድማ ኣለሎ ክንእደ ክደልዮ ኸውን ምናልባት ወደሎ ተሓሳባት ሕቶ ኣነ ግን ዝያዳ እታ መሻጢት እያ መሲጣትኒ ምናልባት ኣነ ካብ ንዐኣን ምርኻብ ነተን ተዋሳእቲ ዓበይቲ ብምርኣይ ተመሲጣ ዶ ናብ ጥበብ ብኸምኡ ኣትያ ዝኣተወትሉ ምኽንያት ኢለ ይሓስብ ነይረ ኣብ ገለ እዋን ግን ካብዘን ናይ ስነ ጥበብ ዓለምና ናይ ብሉጻት ናይ ዓለም ተዋሳእቲ ምስኦም እውን ብዙሕ ናይ ምድራግ ናይ ናቶም ብዙሕ ትዕዘብ ነይረ እያ መብዛሕትኡ ግዜ ድምፃውያን ነበራ በዓል ሻኪራ ኹን ዋላ ሪሓና ናብኣተን ክትመስል ብዙሕ ትጽዕር ኔራ እያ ይብል እሞ ከመይ እዚ ተመስጦ ኔሩኪ ድዩ ቀደም ከለኺ ትከታተልየን ኔርኪ ዲኺ እቲ ሙዚቃ ናተን ዋላ ንስኺ ተዋሳኢት ኢኺ ክሳተን ሙዚቀኛ ናተን
ኣንታ ሰናይ ሓወይ ትደርፊ ኔርኪ ዲኺ ሙዚቃ ደርፊ እወ መጀመርያ ናብ ስነ ጥበብ እውን ብደርፊ እየ ጀሚረ ኣብ ናይ ሃማማተእ ከለኹ ማለት እዩ እወ ሕጂ ብደርፊ ኢለ ኣትየ እየ ድሓር ናብቲ ናይ ተዋስኦ ዓለም ኣትየ ማለት እዩ። እወ ሓንቲ እውን ኣላ ኣብዚኣ ምስ ኣብ ናይ ባህላዊ ጉዳያት ምስ ቻንቹ ካብተን ነዊሕ ድሳዕሰዐት እያ ብናይ ሳዕስዒትሲ ብዙሕ ድያ ግን ቁሩብ ሰሊና ሓራቕ ስለ ዝኾነት ድሕሪ ገለ ኢሎማሲ በቃ ደፊኣቶም እያ ተወጽእ። እዩ ዝብል
ኣዛዘኒ ሓሪ እዚ ኩሉ ናት ኣይኮነን ናይ ብሓቂ ምስ ኣክላ ኣይተባኣስኩምን ምስ ኣክላ ወይ ምስ ቻንቹ ኣይተገራጨኹምን ኣይተባኣስኩን
ኣነ ጠባይ ክትዑ ምዃኑ እዩ ዝፈልጥ ግን ሕጂ እተን መሳርሕቲ ክነበሩ ግን ገሊኦም ብጣዕሚ ሓራ እያ መስኪን እያ ከዓኒ መስኪን ከላስ ግን ድሕር ቁርብ ሕርቕ ኢላ ኩሉ ራሕሪሓቶ ኣብ ገጽካ ደርብያትካ እያ ትኸይድ ወረቓቱ እውን ዋላ እቲ ፖርሽኑ ዋላ እቲ ስክሪፕት እዮም የለ ኢሎም እዋይ ሰኒ ሓወይ ብጣዕሚ ድይሓርቕ ሰብ እየ ከማን ከይገርመካ ቀልጢፈ ይሓርቕኒ ኣይሓርቕን እየ በቃ ባክ ኣይትብልን ኢኻ እዩ እዚኣ መን ይህብካ ጥራይ ንገረኒ ኦ እዚኣስ ክቕጽዓ ኣለዎ እታ ኣቕሪባ ዘሎ እዛ መደብ እዚኣ እ፣ ኣነ ካብቶም ምናልባት ካብቶም ኣድነቕቲ ዘቕረብዎ እዩ ግን ኣነ እውን ሓደ ካብቶም ኣድነቕቲ ከየ መሳርሕተይ ክንስኽል ብጣዕሚ እየ ዝፈትዎ ስራሕተይ ኣ- ኣብ ስራሕሲ እ፣ ነባዒት እያ ከዓ ትነብዕ ቀልጢፋ ካብተን ቀልጢፋ ንብዓት ዝስዕራ እዩ ሕጂ ብኸይ ኢልካ ነሳይና ኣብ ጥበብሲ ቀልጢፋ ካብተን ንብዓት ዝመፀላ እዩ ከመይ ካበይ ዝመፀት ንብዓት እዩ እወ በኻይስ በኻይት ከምዚ ኣይክእልን እየ እወ እዚኣስ ሓቅም እዩ ክነብረ እኽእል እየ እወ ነባዒት እየ ወላ ኣብ ሂወተይ ከዓ ከምኡ እየ ከምዚ ኣብ ኖርማል ታሽመይ ከዓ ኣይክእልን እየ ደሓን ወላ ምስ ሰብ ተባኢሰ እየ ክሳይ ዝኸውን ኣብ ኖርማል ግዜ ኣነስ ካብቲ ነብዒ ክትስሕቕ እየ ዝርእየኪ ዝፈልጥ ዋላ በንፃሩ ካብቲ ተሓርቕ ዝበለኩሲ ክትስሕቕ እየ ዝፈልጠኪ በዝሓቕኪ ዋላ ዘሕርቕ ነጊሮምስ ክትስሕቕ እየ ዝፈልጥ እሞ ግን ኣብ ጥበብ ግን ኣስተብሂለልኪ እየ ዝሓዝክያ ፕሮፊል ምናልባት እታ ፕሮፊል ተንብዕ ተኮይናስ ቀልጢፍኪ ናይ ምንፅባራቕ ናይቲ ባህርያት ኣለኪ ከመይ እዩ ተላቢስኪ እዚ ውሽጥኺ ድዩ ባኡ ኮይኑ
ምኻል ኣይክእልን እየ ሰምዓወይ ከም ትፈልጠና ኣይክእልን እየ ግን እንደገና ኣብቲ ካራክተር ከዓ ስለዝኣቱ ጥዑይ ገይረ ኬኸው ምሻሎ ብልቢ ስለታሽሙ ዝገብሮ እዩ ንምንባዕ ድየ ፀግመኒ ነገር ንምንባዕ እዩ

ኣታ ሰኒ ሓወይ በዚ ኣጋጣሚ ኳዲኖ ብጣዕሚ እየ ዝፈትዎ ብጣዕሚ ዘኽብሮ እየ ኣጋጣሚ ግን ኣብ ስራሕ ኣይተራኸብና ብጣዕሚ እየ ዝደሊ ምስኡ ክሰርሕ ከም ፍቓድ ኣምላኽ ዝሰርሓሉ ባይታ ክፈጥረለይ ደስ ይብለኒ ምስ ኳዲኖ ኣይተራኸብና ናብ ዝኾነ ኣጋጣሚ ኖርማል ከም ሰብ ኣብ ስራሕ ግን ኣይተራኸብና ኣይተራሃብኩምን
ኣለሎ ኣለሎ ድሓን ኣብዚ ኣብ ፈሽል ኣሎ ማለት እዩ ሕራይ ክቡራት ተከታተልቲ መደብና እዛ ትሪእዋ ዘለኹም ኮኮብ ተዋሳኢትና ሳሊና ገብረ ዮሃንስ እያ ሕራይ ኣብ መድረክ ድራማ ክትሰርሕ ከላ ፊት ንፊት ናይ መድረክ ድራማ ቀሪባ እውን ክትሰርሕ ከላ ደው ክትብል ከላ ኩሉ ግዜ መብዛሕትኦም ሰባት ሲ ንምንታይ ናይ ፋሽን ሾው ዲዛይን ዘይተቕርቢ ፋሽን ሾው ዘይትገብሪ ይብሉዋ። ኣብ ፋሽን ሾው ከኣ ክልተ ግዜ ተወዳዲራስ ወይዘሪት ኤርትራ ኣቢላስ ተሸሊማ እያ ይብል እሞ ከመይ እዩ ቁመትኪ ትምክሕሉ ዲኺ ወይ ፋሽን ሾው ብቕዕቲ ኢልኪ ትሓስቢ ዶ? እወ ፋሽን ሾው ተወዳዳሪት እየ ነይረ ቁመተይ ሜትሮን ሰብዓን ክልተን እዩ ናብቲ ፋሽን ሾው ዘእትዊ ግን ከምዚ ናይ ወይዘርቲ ኤርትራ ገለ ኣይተዓወትኩም ኣጋጣሚ ግን ኣብ ናይ ፋሽን ሾው ይወዳደር ነይረ እየ ነጥፍ ነይረ ሓንቲ መዓልቲ ኣብ ናይ ሚኒስትሪ ቱሪዝም ኣብኡ ተዓዊተ ነይረ እምበር ፋሽን ሾው ወዳደሪ
ሕራይ እዚ ክንገብሮ ፅናሕና ክሳብ ሕጂ ፃንሖት ምስ ኣርቲስት ብልፅቲ ኮኸብ ተዋሳኢት ሳሊና ገብረዮሃንስ ብምክንያት ዒድ ኣልፈጥር ናይ መዘንግዕ ዙም እዩ ምሳና ፀኒሑ እሞኒ እዚ መዘንግዕ ዙም እዚ ንዒድ ዝምልከት እዩ ነይሩ ሳሊና ሓፍተይ እዚ ኩሉ ናትኪ ይኮነን ቁሩብ እስከ መዘናግዒ ንሰዓብትኽን ንፈተውትኽን ንኣፍቀርትኽን መእተዊን መፀበቕን ክኸውን ተባሂሉ ዝተዳለወ መደብ እዩ እሞኒ በዚ ኣጋጣሚ እዚ የቐንየልና ሳይድና ገብረ ዮሃንስ እስከ ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዝርከብ እንኳዕ ኣብፀሓካ ዒድ መብሩክ እስከ በለለይ
መጀመርያ ሰናይ ሓወይ ነዚ ዕድል እዚ ምሃብካ ብጣዕሚ ዳንከ ብጣዕሚ የቐንየለይ መርከብ ጥበብ ብሓፈሽኡ ብጣዕሚ እየ ዝፈትወኩም ብጣዕሚ እየ ዘኽብረልኩም መርከብ ጥበብና ትሰስነልና። ንመላእ ህዝቢ ኤርትራ ኣብ ውሽጥን ኣብ ወጻእን ደሎ መእመና ምስልምና ከኣ ዒድ ሞብሩክ እንቋዕ ጾመ ልጓም ፈታሓልኩም እናበልኩ ሰላም ኮይኑ ናብ ዓድና ንምለሰሉ ከምቲ ናይ ቀደምና እንዳስሓቕና እንዳተጻወትና ናብ ዓድና ብሰላም ንምለሰሉ ይግበረልና። ሰናይ ሓወይ እዚ ጥራሕ እየ ዝናፍቅ ኩላትኩም መእመና ምስልምና ካዓ ዒድ ሞብሩክ እንኳዕ ኣብቀዓኩም ብጣዕሚ እየ ዝፈትወኩም ብጣዕሚ እየ ዘክብረኩም ይብለልና። የቐንየልና ንሕና ውን ብጣዕሚ ኢና ንፈትወኪ ሳሊና ክብረት ይሃብኪ። ደጊመ ደጋጊመ ንመላእ ህዝቢ ኤርትራ ኣብ ውሽጥን ኣብ ደገን ዝርከብ ዒድ መብሩክ እንኳዕ ኣብፀሓካ ኩሉ ዓመ ወንቱም በኸይር ክብል እደሊ ምስ ሰሊና ገብረሀንስ በዚ ወዳእና ንዕላና ኣብ ቀፃሊ ብስፍሕ ዝበለ መደብ ስፍሕ ዝበለ ቃለ መሕተት ገይርና ክንመፀኩም ኢና ከምኡ ውን ዓበይቲ ስርሓት ኣዳሊና ስለ ዘለና ተፅበዩና ኢኹም የቐንየልና ደጊመ ዒድ መብሩክ ክብለኩም ፈቱ።